ማእኸለይ ተእትወና ካብዚ ኩሉ ነገራት ወፂና ወዲ ሓቂ ጠባ ክትገብር ኢኻ ሰሚዕናካ ኣለና ዝሓወይ ኣታ ስኹ እንደበል እንታይ ኣፍካ ዝበልዐካ ዋይ

ካሊእ ብድዐ ዘረባታት ገለታት ገለታት ሓደ ነቲ ሓደ ዝምከሐሉ ምንምክንያታት የብልናን ንሱ ኣየዋፀናን ናይ ዕሽነት ዕንዝርነት ፖለቲካ እዩ ስለዚ ንኩላህና ከም ህዝብ ዘንምረና ጠጠው ኢልና ንሕሰብ ተሓሲብና ነቲ ህዝቢ ነቲ ወለዶ ነቲ ሓዲሽ ወለዶ ዝኒኤ ኩነታት ናይ ሰላም ሃዋህው ንፍጠረሉ ካብ ጌጋታንታን ንመሃር እዚ እየ ክብል ዝደሊ thank you ሳሚ። ራይ ጽብቅ የቀንየልና ዝሓወይ። Thank you ኣታ ፋዘር። ጎሩ እዞም ኣሕዋተይ ከምቲ ዝሰማዕናኩም ከኣ ኦኬ ከይንኩም ስእኑ። ኣነ ሓንቲ ደቂቃ ዶ ክዛረብ ክዓጽዋ ክወጽእ እየ ኣነ ወይ ክሰምዐኩም ታሕቲ ኮይነ ቄር ተዘይልካ መልእኽተይ ዝሕልፍ ኣነ እኳ ንስኻ ክትሰምዓና ኢና እኳ ንዛረብ ኣብርሃም ሓውና ኣብቲ ዓቢ ዓርከይ፣ ስለ ሓንቲ ዝኾንካ ደቂቃ፣ እቲ ምሁር ሓንቲ ስለ ደቂቃ። ዝኾንካ ክሰምዓና ኢና ንዛረብ ሓንቲ ደቂቃ ኣብቲ ዓርከይ እሞ ሓንቲ ክስ- ደቂቃ። ኣብዚ ኮይንካ ጠጠው ኢልካ ስምዓና ክንሰምዓካ ኢና ጠጠው ኢልካ ስምዓና

ትጅመር ኣፌ ይፈልጣ እየ ካብ ወርሒ ክሳብ ዓመት ወይ ክልተ ዓመት ሃት ትበለት ትኸይድ ወይ ኸኣ ትንክፍ ትንክፍ ናበለት ሕምስምስ ትኸውን እምበር መጨረሽትኡ ወዲ ድኻ ረጊፉ ሞይቱ ንዓፈርም ኢኻ ትበሃል ብዓለማት ተጠዊኻ ድዩ ህዝብኻ ይኣኽለና ኢሉ ድዩ ወታደርካ ተበቲኑ ድዩ ኢኮኖሚኻ ደቒቑ ድዩ ኢላ ኢላስ ናፍታስ ስምምዕነት እያ so ንምንታይ ኢና ከም ኣፍሪቃውያን ከይሞትና ክንስማዕማዕ ዘይንዛራረብ እዚ ከኣ ልጅድ ዝኾነ ሕጋዊ ዝኾነ ኣካይዳ ዘለዎ ብናተይ ኣተሓሳስባ ኢትዮጵያ መንግስትን ኤርትራ መንግስትን እዩ so ኤርትራ መንግስቲ ምስ በዓል ደብረጼን ኮራኹር ክዘራረብ እየ ወይ ንዖም ኣጣናኺረ ንፋኖ ንበዓል ደብረፅዮን ኣጣናኺረ ዝገብሮ ዘሎ ኣተሓሳስባ ሰብ ክበልዕ እዩ። ደሓር ከዓ ኢትዮጵያን ኤርትራን ናብ ውግእ እዩ ዘእትወን። ካልኦት ሃገራት እውን ክሕወሳሉ እየን ትፈልጦ ኢኻ ሳሚ። ስለዚ እቲ መልእኽተይ ንመራሕትና ኤርትራ ንዘይተርፈኩም ተታኹስካ ተተኹስካስ ወድድኻ ኣወዲእኻ ወዲእኻ ንፌርማ ንኽትመጽእ ተስማዕሚዕና ኣለና ኢልካ ሰላም ሰላም ንኽትበሃል ምስ መለስ ጌርካዮ ምስ ኣብይ ኣሕመድ ሎሚ ውን ተገይሩ እንደገና ሎሚ ኸኣ ትሓስቦ ዘለኻ ኸምኡ እዩ Never was never will be ይብል ፈረንጂ ዘይነበረ ኣይህልውን እቲ ዝነበረ እዩ ዝኸውን ስለዚ ደቂ ድኻ ከይሞቱ ኸለዉ መንግስትነትካ ስልጣንካ ተጠቒምካ ከም መንግስቲ ምስ ኢትዮጵያ ዘለካ ሽግር ናይ ባሕሪ ይኹን ናይ ኻሊእ ረብሓታት ይኹን ሃልኪ ይኹን ብዲፕሎማሲ ብዝሰልጠነ ፖለቲካ ፍትሓዮ ኢና ንብሎ ንኣቶ ኢሳያስ። ካብዚ ወፃኢ ግን ንኢትዮጵያን ዘሎ ሽግር ምብፅባፅ ተጠቓቒመ ንፋኖ ንበዓል ደብረፅዮን ኦሮሞ ወይ ገለ ዘለዉ ኦነግ ተሰሊፈ ኣሰሊፈ ከምዚ ምስኡ ውን ዝኸይድ ኣይኮን ሱሳ ዓመት ኣእሪግዎ እኮ ንኢሰያስ ሱሳ ዓመት ኣእሪግዎ እዩ ይኣኽለካ በሎ እዚ ሲ ስኑ ዝሸረፈሉ ፖለቲካ ስኑ ዝሸረፈሉ ሕምስምስ ይኣኽሎ ይኣኽሎ ሱዳን ንባዕላ ጽቡቕ ኣይረኽበትን ንምስ ክልቲኦም ተራኺቡ ኣባሊዕዎም ድሓር ከኣ ትሪኦ ኣለኻ ንቲ ኣሕምልቲ ሓዲጉ ን ኣሉብርሃን ከይዱ ካብ ኣሉብርሃን ሓዲጉ ንቲ ከይዱ ነስመራ ክልቲኦም ይቕበሎም ንቲ ይሰዶ ንቲ የምጽኦ እንታይ ኤርትራሲ ምስቲ ንእሽተይ ምዃና ምስቲ ህዝባ ድኻ ምዃኑ ዘለዋ ሃፍተ ገነት ተጠቒማ ባዕላ ንባዕላ እኮ ክተመሓድር ትኽእል እያ ናብ ኢትዮጵያ ምኽያድ ኣየድልዮ ናብ ሱዳን ምኽያድ ኣየድልዮ ናብ ገለመለ ሱማልያ ዘሊሉ ወይ ግብጺ ዘሊሉ ምኽያድ ኣየድልዮን። ኢሳያስሲ ኣብዚ ዕድሚኡዚ ዘለዋ ኤርትራ ሃፍተ ገነት ተጠቒሙ ንቲ ህዝቢ እንድያም ኣብ መጨረሻ ክብሎ ዝደሊ ንኤርትራውያን ንዑ ገዛኹም ስርሑ፣ ንዑ መሬት ክበኩም፣ ንዑ ኢንቨስት ግበሩ፣ ንዑ ገዛውትኹም ነቒዑ ዘሎ መንደቕ ሓብጽዎ፣ ልኸይዎ ቦያ፣ ቀለም ልኸይዎ፣ ካሊእ ፎቓት፣ ህንጻታት፣ ፓላሶታት ስርሑ ክብለኩም እዩ ዘሎ። ኣጋሞቱ። ዓሪባቶ እያ ዘላ ንሱን ስብሓት ነጋን ቻው ብዓለሽ ክኸዳ እየን ከጥልዓ እየን። ሶ ቅድሚ ምጥልዖም ንቲ ህዝቢ መሰረታዊ ልምዓት መሰረታዊ ሰላም ኣፈራሪሞም ሕረስ ሓረስታይ ንገድ ነጋዳይ ኢሎም ኣዘራሪቦም መሰረት ኣትሒዞም ቧእ ኢሳያስ እኮ መጨረሻስ ሃገር ኣቕኒዕዋ ከይዱ ክበሃል ኣለዎ ተዘየላ ከምዚ ናይ ቆልዓ ሓሸውየ ከይወጽእ እዮም። ሳሚ ንኣፌ ኣዛርቦ እሞ ሳሚ ሓወይ።
ክሓተካ ዘለኹ ኣላትኒ ባእ ሕቶ እታ ተዛሪብካያ ዘለኻ ማለት እዩ ኣፌ እስከ ተዛረብ እሞ ቅድም

ፕሊስ ንሕና ዘራይ ዩ ክበካ ዩ ጽቡቅ ጸሊእኩም ሽዕና ከም ክበካ ትጽልዩ ይብርሃም እናሰማዕናኩም ጽቡቅ እዩ ኣይክእልን ዩ ክዛረብ ይብርሃም ጸገም የለን እወ ጽቡቅ እዩ እቲ ሓሳብ ታብታብ ግበር ዞም ኣሕዋተይ ኣብ ታሕቲ ዘለዉ ኮፕሊንግ ግበሩ ሳማ ሓውና ከኣ የቀንየልና Thank you ሕራይ ሰብ ነናቱ ሓሳብ ክዛረብ ይክእል እዩ ነናቱ ሰሙ ሓሳብ እዩ ግን ሓድ ነገር ክብለካ ግን ናብርሃም ብቻ ድዮም ክሓቱ ንመጹ ኣታ ንዓባ ዛርበና በጃኻ።

ሕጂ ንመበል ሚእትን ዕስራን ኣርባዕተን ዓመት ኣብ ብርሰል ከተብዕል እያ። ካብቲ ምስረ ጥራይ። ሚእትን ዕስራን ኣርባዕተን ናይ ሓደ ሰብኣይ ዕድመ እዩ። ሕጂ ኣብ ሽሕን ትሽዓተ ሚእትን ሓደን ዝነበረ ሳትወሽብ ፖለቲካ ቅድምኡ ከማን ነይሩ እዩ ፖለቲካ ግዝኣት ቱርኪ ኢሎም ኣቦታትና ዘስቆርቁርዎ ኣለዉ። እዛ ሃገር እዚኣ ተሰሪሓ እቲ ዝዓበየ ከዓ ወተሃደራዊ ሊቴንሳ ኣለዋ። ኣዝዩ መሬት ዘነቕንቕ ወተሃደራዊ ሊቴንሳ ማለት ካብ ሶማል መፅዩ ዝዕለም፣ ካብ ሱዳን መፅዩ ዝዕለም፣ ካብ ካልእ ዓድታት ንመፅዩ ዝዕለም ወተሃደራዊ ሊቴንሳ ወኒና ኣላ። መን እዩ ሂብዋ እቲ ወተሃደራዊ ሊቴንሳ? ዓለም ለኸ እያ ሂባታ። እዚ ኩሉ ንርድኦ ዘለና እዚ ኩናት ወዲ ኩናት ጽንሕ ኢልና ክንዛረበሉ ኢና። ሕጂ ኣብ ሽሕን ትሽዓተ ሚእትን ኣርብዓን ሓደን ኤርትራውያን ናብ ዝለዓለ ፖለቲካዊ እጃም እዮም መጺኦም። ኣብ ሽሕን ትሽዓተ ሚእትን ኣርብዓን ሓደን ካልኣይ ኩናት ዓለም ክጅምር ከሎ ማለት እዩ። ኤርትራውያን ናብዚ መጺኦም ጆይን ገይሮም ናብ ፖለቲካ ካብ ኢትዮጵያ ከምዘየድልዮም ቃልስታት መጺ ኣብ ሽሕን ትሽዓተ ሚእቲ ስሳን ሓደን ብረታዊ ቃልሲ ናይ ዋር ብረት ኣልዒልካ ናይ ምቅላስ ነታ ሃገር ተጀሚሩ። ኣብ ሽሕን ትሽዓተ ሚእትን ሰማንያን ሓደን ነቲ ዓረባውነት ናይ በዓል ሴርያ ናይ በዓል ኣፍጋኒስታን ዝነበረ ንዕኡ ብሓይሊ ብረት ኣብ ሽሕን ትሽዓተ ሚእቲ ሰማንያን ሓደን ተኣልዩ። ጸኒሑ ኣብ ሽሕን ትሽዓተን ተስዓን ሓደን ነቱ ዝነበረ ናይ ኢትዮጵያዊ ጎበጣ ፈደረሽን ዝብል ናይ ኣምሓራውነት ቋንቋ ዝዓብለሎ ከኣመይ ኣብ ሽሕን ትሽዓተ ሚእትን ተስዓን ሓደን ከኣ ተኣልዩ። ኣብ ሽሕን ትሽዓተ ሚእትን ተስዓን ሓደን ኤርትራ ኢንዲፐንደንስ ዓለም ለኸ ኮይና ኢትዮጵያ እውን ፈሪማ ሃገር ይግብኦም እዮም ኢሎም ፈሪሞም ፅቡቕ ምክንያቱ ዋላ እንተዘይበሉ እውን እቲ ቃልሲ ክንህር ደኣሉ እምበረይ ካልእ ዘምፅእ ነገር የብሉን ዋላ ንኢትዮጵያሲ ብምልኣሲ እቲ ወተሃደራውስ ክገዝኣ ክሕዛስ ዓቕሚ ነይርዎ እዩ ምስቲ ናይ ትግራይ ዝነበረ ሓይሊ ንኢትዮጵያ ምልእቲሲ ሽዑስ በቃ ዋላ ኢትዮጵያሲ ሓንቲ ዓቕሚ ይነበራ ወተሃደራዊ ናይ ኤርትራ ዘሎ ዘምፅኦ ቃልሲ ተዓዊትሉ እዩ ገዲፍዎ ንኢትዮጵያስ ኣይተድልየናን እያ በቃ ኢሉስ ገዲፍዎ እምበር ኢትዮጵያ ኣብ ትሕቲ ህዝባዊ ግንባር ሓርነት ኤርትራ ኣማን ብኣማን ተማሪኻ ነይራ እያ ይንዓሱ ኢትዮጵያውያን ከዓ እዚኦም ተጋሩ ኣሕዋትና ሃምሳና ተቓልሾም ከዓ ዓቕሞም ገይሮም ማለት እዩ ኣብዚ ክትርስዖ ዘይብልና ኣብዚ ክንርስዖ ዘይብልና እዚ ብሸነኽ ኤርትራ ዘሎ ህዝቢ ወይ ብሸነኽ ዘሎ ኤርትራ ዘሎ ወተሃደር እንዳ ነዓካ ዝኽየድ ኣይኮነን ክትንዕቅዎ ኢልኩም ከይትፈትኑ ከምዚ ዶ ከምዚ ዶ ከምዚ ዶ ጥውይውይ ጥውይውይ የለን ኣብ እዚ ሕጂ መጺኡ መሳቲኦም እቶም ህዝባዊ ግንባር ክልቲኦም መሳቲኦም ህዝባዊ ግንባር ወያነ ሓርነት ትግራይ ህዝባዊ ግንባር ወያ ርድኢት ኣለዎም ክልቲኦም ብኮኾብ እዮም ጀሚሮም ክልቲኦም ናይ ክልቲኦም ቃልሲ ኣብዚ ኣብዚ ኣብዚ ዓወት እዚ በጺሑ እንታይ ዝመጽእ ዘሎ ሕጂ ኣብ ክልተ ሽሕን ሓደን መዛዘሚ ኩናት ነይሩ ተወዲኡ ተባሂሉ እቲ ወራራት ተወዲኡ ዝተምሃርና ይመስል ነይሩ ኣይተምሃርናን ግን ንክልተ ሽሕን ዕስራን ሓደን በሉ ከዳዓት ደቂ ሃገር ኣለዉ ተባሂሉ ንዕኦም ናይ ምፅፋፍ ንዝኸድናዮ ዓመታት ከዓ ከይድና በቃ ብኢትዮጵያ ኹን ብኤርትራ ኹን ንህዝቢ ሰላም ዝኾልኡ ማለት እዩ ባእታታት ኣሎ ኩሉ ሻዕ ናይ ግብሪ ሽበራ ማእከል ህዝቢ ኮይኖም ከምዚ ክንገብረልኩም ከምዚ ክንስርሓልኩም ዝብሉ ጉጅለ ዓሰርተ ሓሙሽተ ይኹኑ ካልእን ካልእን ይኹኑ ዘየድሊ ከፋፋሊ ኣብ ፖለቲካዊ እጃም ዘምፅኡ ዋላ እንተተዓወቱ ዋላ እንተዘይተዓወቱ ግን የምፅኡ እዮም ደቂ ሰባት እዚ ድማ ተዳኺሙ ተሪፉ ማለት እዩ ኣብዚ ብትግራይ ሸነኽ ከኣመይ ዘይ ከምኡ ዝኣመሰለ ተራእዩ ነይሩ ንኣብነት ዓስነት ዝመፅኡ ነሩ ፖለቲካ ዋላ እውን ተዓዊቶም ነይሮም ተቶ ሓንሳብ ፅናሕ ሓንሳብ ኣፊ ሓንሳብ ሳብ ሰምዓ ሓንሳብ ባፅናሕ በጃ ክትዛረብ ኢኻ ኣፊ ሓወይ እለየልና እስከ ነዛ ደጋል ጓል ደብረ ፅን ድያ ጓል ተስፋ ፅን ትብልላ

ኣይጉረድን እዩ ኣብ ነንሕዶም ናይ ምንዕዓቕ ዘሎ እዩ እዚ ድማ ክልተ ሽሕን ዕስራን ሓደን ተዛዚሙ ኣሎ ካልእ መድረኽ ኣሎ ሕጂ ክትርድእዋ ዘለኩም እዚ ኩሉ ሓጎጽጎጽ ኣብ ሚእትን ዕስራን ገለመለን ዓመታት ዝተኸየደ ቃልስታት ኩሉ እንድሕር ደኣ ርኢኹሞ ኣብ መንጎ ፓርትታት ናይ ምፍልላይ ናይ ምጉብባጥ ናይ ምስዕዓር ደኣ እምበር ህዝቢ ዝተረብሓሉ ነገር የብሉን ህዝቢ ክትጎርሕ ኣለካ ሕጂ ውሕዝዊ ብፍላይ ብፍላይ ህዝቢ ኤርትራን ህዝቢ ትግራይን ካብ ሓደ ንሓደ ተባላሊጹ ዘይከይድ ኣብቲ ዞባ በትሪ ሒዙ ነቲ ካልእ ሕብረተሰብ ሸንኮለት ዘብሎ ዘሎ እዩ። እዚኣ ስኒትን ፍቅርን ጥራሕ ተድሊ ሕጂ እውን ከይንኸስር እዚ ስኢልካ እዚ ኩናት ነይሩ ከምዚ መይቶም ከምዚ ነይሮም ህዝቢ ተጎዲኡ ገለመለ ኣብ ኤርትራ ኣብ ከረን ዘሎ ህዝቢ ኣብ ባጽዕ ዘሎ ህዝቢ ኣብ ኣስመራ ዘሎ ህዝቢ ኣብ ዓዲ ቐይሕ ዘሎ ህዝቢ ብነፋሪት ተወቒዑ ክኸውን ይኽእል እዩ ካብ ሽሕን ትሽዓተ ሚእትን ተስዓን ሓደን ግን ኩናት መጺኒ ኢሉ ካብ ውሽጢ ገዝኡ ሃዲሙ ዝወጸላ የለን ምክንያቱ ኣብ ውሑስ ኣትዩ ሓንቲ ከተድንቆ ትግብኣካ ንህዝባዊ ግንባር እዚ ኣድንቆ ወይ ከዓ ንህግደፍ እዚ ኣድንቆ ኣብ ናይ ሓቂ ኣነ ተቃዋሚ እየ ኣብዚ ኣድንቆ ምክንያቱ ኣስመራ ከተማይ ንዓይ ዓደይ እስመራ ከረን ዓደይ ባጽዕ ዓደይ ዓዲ ቀይሕ ዓደይ ኣብዚ ኣርባዕተ ርቡዕ ኩርናዕ ካብ ገዝኡ ካብ ተስዓን ሓደን ተባሪሩ ዝወፅእ ነበረ ካብ ኩናት ካብ ሽሕን ትሽዓተ ሚእቲ ተስዓን ሓደን ግን ድርኩኺት ገዝኡ ኩናት መፂኒ ኢሉ ኣይሃደመን ካብ መቐለ እዩ ሃዲሙ ሰብ ካብ ዓድዋ እዩ ሃዲሙ ሰብ ካብ ኣኽሱም እዩ ሃዲሙ ሰብ ሲቪልያን ዋር ኣብ ማእከል ህዝቡ ዝተወላዓሉ መን እዩ ህዝቢ ትግራይ ስንፍና ፖለቲካ እዩ ዝኸኣ ሰንትራል ናይ ህዝቢ ኣብ ማእከለ እቲኻ ኣብ ዶብ ዘሎ ዓዲ ኋላን ሰንዓፈን ተሰዲዱ ንዓዲ ንኣስመራ ተኸይዱ ረፍ ኢሉ ክድቅስ እዩ ክርደኣካ ዘለዎ ፖለቲካ ኩሉ ሻዕ እንድሕር ድኣ ንህዝቢ ትሓሊ ኮይንካ ኣብ ማእከል መቐለ እንታይ ኮይኑ ኩናት ተፈጺሙ ኣብ ማእከል ዓድዋ እንታይ ኮይኑ ኩናት ተፈጺሙ ኣብ ማእከል ኣክሱም እንታይ ኮይኑ ኩናት ተፈጺሙ እዚ ርድኢት ክህልወካ ኣለዎ ሶሪ ደብረፅዮን ነዚኣ መዚንዋ ኣሎ። ሕጂ እዝግኣብሄር ኣምላኽ ዓድዋ ትኹን ኣኽሱም ትኹን መቐለ ትኹን ኣብ ማእከል ናይ ሰላም ከምዚ ናይ ከረንን ናይ ባጽዕን ከምዚ ናይ ቃልቲ ቀይሕን ናይ ኣስመራን ክትከውን ተስፋ ይገብር። ኣብቶም ዘለዉ ኩናት ኩልሻዕ ኣሎ። ብኡ መገዲ ከዓ ዓዱ ዃላ ከዓ ማእከል ይኣቱ፣ ሰንዓፈ ከዓ ማእከል ይኣቱ። ኣብ ፖለቲካ ሰዓርን ተሰዓርን የለን ፓርትታት ንምቕንጻል ተዘይኮይኑ። ፓርቲ ኢኻ ትቕንጽል፣ ውልቀ ሰባት ኢኻ ትቕንጽል፣ መራሕቲ ኢኻ ትቕንጽል፣ ህዝቢ ግን ከተጥፍኦ ኣይትኽእልን ኢኻ። መመሊሹ እዩ ዘደስ። እዛ ትመጽእ ዘላ ሰላም ኣብ መንጎ ኤርትራን ትግራይን እንተዘይተቐቢልናያ ንመዋእልና ክንከስር ኢና። እቶም ፖለቲከኛታት ከኣ ገጽ ህዝብን ዓይኒ ህዝብን መልሓስ ህዝብን እዮም ዝርእዩ። በብዝተኻእለኩም ኣይትዛረቡ፣ ብፍላይ እቶም ተጋሩ። ብፍላይ እቶም ተጋሩ እዛ ወሲኖማ ዘለዉ መራሕትኹም ኣሜን ኢልኩም ተቐሚልኩም ኣብ ባፅዕ ሰሪሕና ክንበልዕ በሉ ኣብ ኣስመራ ሰሪሕና ክንበልዕ በሉ ንሕና ከዓ ኣብ ዓድዋ ከይድና ሰሪሕና ክንበልተ ኣብ ኣክሱም ከይድና ከዓ ክንሳለ በቃ እዚኣ ትሓቂ ኣብዚ ኣፍኩም ዘዝሃበኩም ንሕና ብኣፍሪቃ ክንሰርሕ ድና እዎ ንሰርሕ ክንሰርሕ ኢና ብኣፍሪቃ ክንቅጽል ኢና ንህዝቢ ኣምሓራ ሰላም ንምነየሉ ንህዝቢ ዓፋር ሰላም ንምነየሉ ንህዝቢ ኦሮሞ ሰላም ኣብዚ ናይ ቋንቋ ዶብ እዩ ደኣሉ ዘለና እምበር ናይ መሬት ዶብ እውን ንስ ኣምሓራ የብልናን በቃ ትፈልጥዎ ዘለኩም ንስ ሙሉእ ኣፍሪቃ ናይ ዶብ ናይ ቋንቋ ዶብ እዩ ዘለና ኣብዚ ኣብዚ ኣሚንኩም ኪዱ በቃ ንሕና ከም ተዛረብቲ ትግርኛ ኹን ትግሬ ኹን ካልእ ይኹን ከም ዶብ ደኣሉ ዘለና እምበር ምስ ሙሉእ ኣፍሪቃ ሓቢርና ክንነብር ካ ሕሰቡ ዊ ኣር ኣፍሪካ እቲ ናይ ቀይሕ ባሕሪ ዝበሃል ነገር ኣሎ ንህዝቢ ኣምሓራ ንህዝቢ ዓፋር ንህዝቢ ኦሮሞ ይግብኦም ዶ ኣይግብኦምን ዝብል ሕቶ ክመፅእ ይኽእል እዩ ብዓይኒ ሲቪላይዘሽን ብዓልን ሞደርን ሲቪላይዘሽን እንድሕር ደኣ ከይድካ ይግብኦም እዩ ክንነብር እንድሕር ደኣ ኮይና ህዝቢ ኢትዮጵያ ንዓና ረብሓና እዩ ሓላልና እዩ ዓሰብ ኣይኮነን ጅቡቲ ኣይኮነን ሶማላንድ ኣይኮነን ካልእ ዝግብኦ ህዝቢ እዩ ብዘይ ህዝቢ ናቸራል ናቸራል ሪሶርስ ህዝቢ ባህርያዊ ተፈጥሮ እዩ በቃ ጸጋ እዩ ህዝቢ ህዝቢ ንናፍቅ ንሕና ፈረንሳ ሒዛቶ ዘላ መርየት ዓዲ እንግሊዝ ሒዛቶ ዘላ መርየት ሶማላንድ ጅቡቲ ክንሓስብ እውን ይግባእና ከም ኣፍሪቃውያን ከም ኣፍሪቃውያን ዝብልኩ እዚ ንዓና ንዓና ይግባኣና ከም ኣፍሪቃውያን ክንሓስብ ይግባኣና ነዚ እንድሕር ደኣ ሓሲብና ኢና ፖለቲካ ሃኒጽና ክንብል ንኽእል፣ ህዝቢ እውን ረዲእና ክንብል ንኽእል ወይ ከኣ ህዝቢ ከኣ ስሚዕና ክንብል ንኽእል። እዚ ኣብ መንጎ ከዛዝመልኩም እዚ ኣብ መንጎ ህወሓትን ኣብ መንጎ ህግደፍ ወይ ሻዕብያን ዘሎ ዕርቂ ኩርናዕካ ጠዊኻ ሟኽ ክትብሎ ናይ ሓባር ተቓውሞ ክህልወካ ይኽእል፣ ናይ ሓባር ምድጋፍ ክህልወካ ይኽእል። እዚ ህዝቢ እዚ ፍሉይ ፍልልይ የብሉን። ንሶም ንሱዳን እውን ሓደ ኢና። ሱዳናውያን እውን ኣሕዋትና እዮም። ቋንቋኦም ሒዞም እዮም ዶም ዝገብሩ ምሳና። እዚ ክትርዳእ ኣለካ የቐንየለይ ሳሚ ሓወይ ዘዝተረኣካ ስእልካ ናይ ቆሎ ጥጥቆ ጓል ገዲፋትኒ እንጀራ ውሒድኒ ቢራ ታኒካ ሰትየ ኣለኹ ከምዚ ዝበሃል ዘረባታት ኘብርዎ በቃ ኣይንደልን

መንደረ ናይ ኢትዮጵያ ገይራ ዘላ ሓንሳብ ሰራየን ሓማሴን ኢላ ገይራ ትጽሕፍ ሓንሳብ ኣከለን ሓማሴን ኢላ ትጽሕፍ ኣላ ዘላ ኣብዚ ኣብ ኮመንት ሞታይ ኣለካ ትርኢ ናይ ናይ ናይ ናይ ናይ ኣብዚ ንሕና ሓደ ኤርትራውያን ኢና ናይ ግደፍ እያ ኣድሚን ትበ- ወይ ኣድሚን ሃበና ኣብ ኮመንት ነሎና ኣነ መጽሓፍ ትንገረና ኮመንት እንደ ሸርሸሩ እታ ሆም ሚት ገይረ ኣለኹ በቃ ሕጂ ስእሊ ኣብኡ ንኺዳ

ኦኬ ቴንክ ዩ ሓራይ ሚት ግበራ ኦኬ ሚት ግበራ ቀጽል ኣነ ድዛረቦ ክስታይ ኣሎ እቲ ሓደ ክጅምር ከሎ ሳሚ እ፣ እቲ ኣብርሃም ኣብዚ መፅኡ ድዛረብን ኣብቲ ናቶም ገዛ ኮይኑ ድዛረብን ነንበይኑ እዩ ኣብቲ ናቶም ገዛ ኣንተወይ ኣንተወይ እንድህር ኣብቲ- ካብቲ ናትና ኣብዚ ዘለኹም ሰሚኹሞ እንድህር ኮንኩም እቶም ኤርትራውያን ክጠፍኡ ኣለዎም እብል ነይሩ ከምዚ ዓይነት ፖለቲካ ሂዝካስ ኣብቲ ናቶም ገዛ ከማን ሓደ ኤርትራዊ መጺኡ ክዛረብ ኣይክእልን እዩ መሰል ከማን የብሉ ብጸርፊን ብገለን ይደዋርደካ ኣብዚ መጺኻስ ኣፌ እኮ ትማሊ ምሳይና እዛ ኤርትራዊ ይኹንን ለሰን ለሰን ኣነን ኣፈወርቅን እኮ ትማሊ ብሓንሳ ነርና ናትካ ቡልሽት ኮፍ ለሰን ወንዶ ኣዛርቦ ሚዩት ግበር ድሕሪ ስኻ ጻረፍ ዳመልከትወካ ከይተጻረፍካ ኣንታ ሰው እንደበል ኣብርስ መሬት

ክብል ከለኹ ተረድኡኒ ኣነ ምስ ገዛይ ሰብ ክጻራረፍ ሕብረተሰብ ክትንከፍ ኣይደልዮን እየ ሓሳብ ኣለኩም ድላይኩም ሓሳብ ሃቡ ድላይኩም ኮሜንት ጻሓፉ ሓንቲ ነገር ግን ክነግረኩም ኣብዚ ክዛረቡ ከለኹም ብጽልኢ ዘይኮነሲ ፖለቲካ ክትሰርሑልኩም ምጹ ዛቲ ገዛ ከፊተልኩም ኣለኹ ተዛረቡ ም ኬፍኩም ኣማ ሓወይ ንሉሊ ብሃሚት ኣውጻያ ኣይትጻረፍ ናይ ኣውጻያ ናይ ጻረፍና
ኣረ ሚት ጎራ ኣነ ኣይጻረፍን እየ Thank you. ሳሚ ኣልሚ Uh, so, ኣና ክ- ንኹሉ ብብታራ ኣባ በጃኹም ሚዩት ግበርዎ። ወፀገም ኣለካ እዛ ወዲ ሓንሳብ እባ ወተረጋጉ እባ ስነ ስርዓት ግቡ እና ብቻ ይለካ ሶልካ እንተ ኦኬ፣ ለይተሰ እንታይ ኣልካ
ናይ በብታራ ሃበና ንኹለና በብተራ እንዲ ዝበካ ደለኹ ያ ጨለ ንቐፅል ከም ኢሉ እሺ ይድገሎ። ሰዓትን ገለን ተጸቤ ኣለኹ ተራየ ገሬ ድዛረብ ብተራይ ሂቡኒ ኣብዚ መጺኻ ህጂ ፖለቲካ ክትሰርህ ከምዚና ከምዚና ኢልካ ክትዛረብ ዋላ ኣብቲ ገዛኻም ከምኡ ምገበርካ ነርካ ጽቡቕ ኣልሜዶ ምሰማኹ ዋላ ኣብ ፖለቲካ ዲፍረንት ኣለና ምሰማኹካ ነረ ሓደ ኤርትራዊ ኣትዩ ክዛረብ ኣይክእልን እዩ ኣብርሃም ደለውሉ ገዛ እስፔሻሊ ናብቲ ተጋሩ ገዛ ኪዱ እንዳ ፍሬታ ኬድኩም ስምዕዎ እንታይ ከም ዝብል ኤርትራዊ ክጠፍእ ኣለዎ ብመርዚ ጌርና ክንውድኦም ኣለና እንዳበለ ፖለቲካ ዝሰርሕ ዘሎ ድገርመካ ድማ ኣብዚ መፅኡ ብዛባ ጆኖሳይድ ዝዛረብ ቮድካቸው ቮድካቸው
ፍሬታ ሓብኒ ይበላ ኣብ ፍሬታ ኣሎ

እስኻስ ካብቲ ትግራይ ትእወት ንኣብይ ስዕር እንድህር መፂኻስ ብዛባ ጆኖሳይድ ክትዛረብ መሰለ ይብልካ ምክንያቱ ሓንሳ ኣብዛ ገዛ ዘውረድኩ ኣላ ኣብ ሳሙኤል ሃይለ ርዓዶ ሓንሳ ሞ ዝኾነ ኣደ እዚ ስክሪን ክርዳኣኩም መሹብ እንዲኹም ትኸደለኹም ፀገም እንዲኹም ትኸደለኹም እንካሓዘ ንረያ ስማያ

መኽፈቲኣ ግን ብናይ ባዕሉ መገዲ ኣሎ መገዲ ሕውየት ዝባሃል እቲ መገዲ ሕውየት እውን እሱይ ቢሉ ከድና ቁፅሪ እታ ተቃፅል እንፋሎት እላንፈስናያ እላንፈስናያ ንኸይድ ህዝቢ ኤርትራ ን ህዝቢ ትግራይን ናብ ምትሕውዋስ እዩ ብዙይ ኢና ክንከይድ ዘለና ሕዚ እዞም ከምዙይ ዓይነት ሰባት ብዙሕ ኣጀንዳ ተዘይንገብሮም ኣነ ባይዘ እቲ ኣብቲ ናይ ህዝቢ ኤርትራ ን ህዝቢ ትግራይ ንኸይተሓዋወስ ብዝተፈላለየ መንገዲ ዕንቅፋታት እናፈጠሩ

እንተቀቲልኩምና ቀቲልናኩም እንተኢልና ንዓና እዚ ቤት ፍርዲ ኣይኮነን። ሶሻል ሚድያ ሶሻል ሚድያ እንታይ መስልካ ተኽኢልካ ህዝቢ ትምህረሉ እንተነፊዕካ ከዓ ህዝቢ ተተዓርቀሉ እዩ። ስለዚ ተጠቀሙሉ እቲ ሶሻል ሚድያ። ስለዚ ኣብ ካልኣይ ንእቶ ኣብቲ ፅምዶ ፅምዶ ተባሂሉ ዘሎ ሲ ንዓና ከም ኤርትራ የርብሓና ድዩ? ኤርትራዊ ተኾንካ ትግራዋይ ተኾንካ ከ እቲ ፅምዶ ከም ትግራዋይ ከ ንዓኻ የርብሓካ ድዩ? ኣቐምጦ ተሓሳብ። እቲ ዘርብዓና ሰላም እኮ እዩ ሳሚ ምሳኻ ኣለኹ እቲ ሰላም ግን ብዛባ ሰላም ግን በይነይ ደምፁ ኣይኮነን በይንኻ ተምፁ ኣይኮነን ካቦምን ክመፅ ኣለዎ ሓፍ መንገድ ክንከይድ ኣለና ሓፍ እሳቶም ክመፁ ኣለዎ በናይ ኣብርሃም ፖለቲካ ብለካ ኣለኹ ናይ ፅልኢት እዩ ሓደ ቃል ክብለካ ኣብዚ ቅድሚኻ ኪንግ ሰሎሙን ወዲ መሹም እዚ ወዲ ኣክሱም ማለት ዓንተ ዓንተ ወይስ ይኣክ ነይሩ ተረዲኻኒ ቲዲኤፍ እዩ ኣብዚ መፅኡ ሲ ነቲ ዝኽየድ ዘሎ ይድግፎ ኣለና ብሎ ኣብርሃም ተቃዋማይ እዩ ኣንፃር

ኦኬ ንስኻ ክጥምቶ ዘለካ ነቲ ሽዱሽተ ሚልዮን ወይ ከዓ ዓሰርተ ክልተ ሚልዮን ህዝቢ ትግራይ ንዑ ጠምት ዓይንኻ ከምዚ ጌርካ ቋሕ ኣብሎ ንሕና ንዛረብ ዘለና ዓብ ፅምዶ ኢና ንዛረብ ዘለና ዓብ ፖለቲካ ንሕና ርኢኻ ኣለኻ ንትግራይ ኣብዚ ፅምዶ እቲና ነምሓራ ኣብ ፅምዶ እቲና ተረዲኻኒ ንሕና ንባዕልና ኣብቲ ፅምዶ ኣቲና ምስ ሱሳ ሚልዮን ህዝቢ ኢና ንዛረብ ዘለና ሕጂ ርእሲ ግበር ምስ ሱሳን ሰለስተ ሚልዮን ሓቢርና ከመይ ኢልና ንቃለስ ንብል ኣለና ኣብዚ ሕጂ እንታይ ረብሓኻ ቴንኪ ንኺድ ረባሃይ ናይ ኤርትራ ሰላምን ፍቅርን እዩ ናይ ረባሃይ ናይ ህዝበይን ሰራዊተይን በሰላም ኣትዩ በሰላም ክወፅእ ክኣቱ እዩ ረባሃይ ናተይ ኤርትራ ብሰላም ክትነብር እያ እዚያ ረባሃይ እንታ ትግራይ ድያ እንታ ኣምሓሩ ድዮም እንታ ኢትዮጵያ ድያ ብሰላም ክንነብር ኢና እንደሊ ሰላም ከም ዝበልኩካ እዩ ሓደ ሰብ መጺኡ ንስኻ ሙሉእ መዓልቲ ዝሰራካሉ ስራህስ ሓደ ሰብ መጺኡ ዝርግሓልካ እንድህር ኮይኑ ወይም ድማ ልጥፍኣልካ እንድህር ኮይኑ It's not good እንደገና ድማ እቲ ሰብ ድማ ምሳካ መጺኡ ካልእ ፖለቲካ ዝሰርሕ ኣሎ ኣነ ናቱ ወይም ናይ ካልእ ሰብ ተቃዋማይ ኮይኖም ናይ ዓዶም ድዩ ናይ ፖለቲኮም ሽግር የብለይን ግን እቲ ሰላም በዓሉ ብቲ ነብሱ እቲ ንሰላም ነጽግ እንድህር ኮይኑ ምሳኻ ኮፍ ኢሉ ክዛረብ ዋላ ወይም ድማ እዚ ዝደሊ እቲ ዝደሊ እንታይ ደሊኻ እንታይ ክትደሊ ኣለኻ ወይ ኢልካ ክትዘራረበሉ ከማን ኣምቸ ጊዜ ድዩ ወዲ ሊህበካ ወይ ኣምቸ ዲ ሓቀይ ኣምቸ ዲኻ ዋምቼ
ታ እንዘር ቀጽል ወገን እሶ
እሱ እንድህር ክስታይ ደይ ትገብር ኮንካስ በ- በ- ሓደ ሰብ ድመጽ ኣይኮነን ብሰለስተ ኣርባተ ሰብ ድመጽ ኣይኮነን ብቲ ሕዝቢ እዩ እቲ ዋና ነገር ድስራህ እቲ ፖለቲካ ኣይ ኣግሪ ዊዝ ዩ ኣብቲ ደገ ደለው ሰባት ድማ መመሊሶም መመሊሶም እቲ ጽልኢት ገብሩልካ ኣለው ሻቢያ ከምዚ ገይሩ ከምዚ ገይሩ ከምዚ ገይሩ ብዛባ ጆኖሳይድ ኣብ ኩሉ ቦታ እዩ ዝዛረብ ደሎ ጆኖሳይድ ኣነ ድማ እቲ ጆኖሳይድ ድነቅፎ ደለኹ ንምንታይ ይመስለካ እቲ ኣርባዕተ ሜቲ ህዋህት ድዩ ናይ ጌታቸው ክስታይ ድሓዞ እቶም ሰራዊት ናይ ኢትዮጵያ ዝነበሩ እሳቶም እዮም ሓሊፎም ይቦሞ እሳቶም እዮም ኤቪደንስ ኣጥፊኦም መሊስካ ድማ ዓብይ ስዕር ትብለኒ እንድሕር ኮንካስ እዳዝን ሜክ ሴንስ ቱሚ እሱ እቲ ዘረባይ ናይ ፐርሰናል ናይ ኣብርሃም ኣይኮነ እንደዛረበኒ ደሎ እቲ ናይ ኤርትራዊነት በዓሉ እቲ ክስታይካስ ይፀርፈልካ ኣሎ ሙሉ መዓልቲ ብዛባ እሱ ዝዛረቡ ድውሉ ዋላ ኮፍ ኢልና ክንዛረብ ክስታ ኣይኮነን

እዋ መጀመርያ ቴንኪው መሳም ሓወይ Thank you.
አ፣ ካብ እንታይ ደይ ክብል ደልየሲ Mhm. መቸም ዳ ሰላም ሰላም ዝፀልእ ሰብ ዘሎ ይመስለኒ ንሕና ወይ ሰላም ግበሩ እዚ ህዝቢ እዚ ሰላም ይድልየለ ኢና ንብለና ናይ ብሓቂ ሰላም እንተኮይና እዛ ዘላ ሰላም ፅቡቅ እዩ ናይስ እዚ ህዝቢ እዚ ነንሕድሕዱ ባእሲ የብሉን ባእሲ እውን ሃልዎ ኣይፈለጥን ዘባእሱ እቶም ክልተ ውድባት እዮም ተሓሪቕና እንተለና ኣለና እንተ ኢሎም ከዓ ነንሕድሕዶም እዮም ተባኢሶም ነንሕድሕዶም እዮም ክዕረቑ ዘለዎም ብዓብዩ ማለት እዩ ግን ኣነ ሓንቲ ነገር ተተሓሳስበን ዘላ ሳምሓወይ ካብ ወየ ካብ ትግራይ ሲ ሰብ ይብራኩም ነዞም ተቃወምቲ ካኣ ኣቲናያ ትግራይ ይብሉና ኣለዉ ባዕሎም ካኣ ታይ እዮም ነሮም ቅድሚ ሕጂ ንሕና ምስ ሃገር እምበር ምስ ክልል ኣይንዛረብን ኣይብሉና ነሮም ቅድሚ ሕጂ ማለት እዩ ዋእ ንሕና ከኣ መድሓን ክልል ትኹን ዋላ ሃገር ትኹንስ ምስኣ ኢና ንዘራረብ ኢልና ንዘራረብ ነርና ንዕረቕ ኣለና ኣብ ልለዉ ኢትስ ኦኬ ዳት ጽቡቕ እዩ ካብ ኩናት ህዝቢ ይድሕን ማለት እዩ ግን ብዓብዩ እቲ ጽቡቕ ነገር ሃገር ምልእቲ ኢትዮጵያ ከኣ ኣሕዲግናዮም ኣለና ማለት እዩ ንሕና ዓባያታ ኢትዮጵያስ ወሲድናያ ኣለና ክልል ገዲፍናሎም ንዕኦም ስለዚ ምስታ ክልል ይዘራረቡ እታ ክንዲሽን ክልል ሒዝካ ከማን ከይድካ ብልጉምላ ኣለኻ ኣይወሰዱ ምስ ክንደይ ሽሕ ትኸይደ ምስ ክንደይ ሽሕ ከይድካ ኣለኻ ትፈልጥ ዶ ቆፂርካ ዶ ኖ ምስ ሃገር ሕጂ ንኣብነት እንታይ ደብለካ ኣለኹ ሳሚ ሓወ ክልል እያ ኢሎም ንዕቆማ ዝነበሩ እዮም እዚ ንኣብነት ሳሚ ንዓይ ንዕካ እንተኸይድካ ተመሊስካ እንድሕር ድኣ ከምዚ ትፋእካ ትልሕስ ኮንካ ሲ ዕንቀት ናትካ እምበር ናተይ ኣይኮነን እዩ ሶ ባዕላቶም እዮም ምስ ክልል ንሕና ሲ ቅድሚ ሕጂ ሲ ምስ ትግራይ ካይተዓረቅኩም ምስ ኢትዮጵያስ ባእስኹም ምስ ህወሓት እዩ ነሩ ክንብል ከለና ንሕና ዝርርብና ምስ ሃገር ሃገር ኢና ምስ ሃገር ኢና ንዘራረብ ሕጂ ኣብ ምጽብጻብ ድዩ ዘሎ ሕጂ ትብለካ ሰመረ ኣብ ምጽብጻብ ድዩ እንተ ክስማዓካ ጽኒሐ ብዚኣ ሪከርዲ ኣብ ምጽብጻብ ድዩ ሃገር ዝስራሕ ወይ ፖለቲካ ዝስራሕ ሲ ወላ ሲ ኣብ ሕጂ ኢኻ ትሰርሕ ስለዚ ንስኻ ትማሊ ንምንታይ ይትዓረኩም ኢልካዮም ሎም ተዓሪቖም ተሓጉስካ ዶ
ስለዘይተዓረቑ ከ ዘይተሓጎስኩ እምበር ንሕዳ ተዓሪቖም ናይ ብሓቂ ንሕዳ ኮይና ተዕርቂ እያ ምሰ ፕራውደን ጽምዶ ጌጋ እዩ ሓቂ ተጀሚሩ'ሎ። ኣልቀስ ጽምዶ ኣይኮነን ማለት ተረዲእካ ኣሎ ኣብ ኦ ፖለቲካ። ጽምዶ ጽም- ጽምዶ እኮ ሕጂ እንታይ ድዩ ሳብ መሲልካ ጽምዶ ንኣብነት ኣ- ኣፌ እንድሕር ዳ ናተይ ጸላኢ ናትካ ጸላኢ ኮይኑ ኣነ ንስኻን ጸሚድና ክንዋግኦ ንኽእል ኢና እህ። ኢዳዝን ሚን ግን ተዓሪቕና ኣለና ማለት ሲ ኣይኮነን ተረዲእካ ሕጂ እቲ ህዝቢ ብሓፈሻው ኣነ ሳምሲ ኣብ ትግራይ ምስ ሕጂ ብዙሕ ከምዚ ብዙሕ ግፍዕታት ተኻይዱ ብዙሕ ከምዚ ነገራት ተኻይዱ ምስ ይበሃል ነሩ ኦነስ ዶ ክነግረካ ሳሚ ኣነ ሕጂ ኣብ ትግራይ በፂሐ መፀ ኦልሞስት ክልተ ሰሙን ገለ ገለ ዘሎ ካብ ዝምለስ ናብዛ ዓዲ ማለት እዩ ኣብ ኣብ ኣብ ሽረ ተዛዊረ እየ ዓዲግራት ከይደ ዳርጋ ኣብ ብዙሕ ትግራይ ከተማታት ከይደ ሽረ ኤሜሪካ ከይደ እውን ሸራሮ ኮንካ ከይደ ካቂድካ ማለት ግን ኤሜሪካዊ ስደተኛ ኮንካ ካቂድካ
እወ ግን ብሓፈሻዊ እቲ ህዝቢ ሲ ወላ ኣብቲ ዝዝረብ ተቃዋማይ ዘሎ እየ ኣነ ከም ተቃዋማይ እየ ኢልካሲ መለይ እንዳንበልበልካ ኣይከትካን ሓቂ ድዩ ን ሕጂ ሕጂ ፖለቲካ ኣይኮነን ንዓይ ኣኺድኒ ፋሚሊ እንደ መኺዶምኒ ሳሚ ኣዎ ኦኬ ሕጂ ፋሚሊ ካልእ ኾ- ፈጺኻ ፖለቲካ ስለ ከታስምረኒ ዘየኸደኒ ኣነ ግን ኣብቲ ኣብቲ ህዝቢ ግን ወላ ከም ከም ኤርትራዊ ኣብ ዝኾነ እንዳ ካራምብላ ድዩ ብደርኽ ዝጻወት እዩ ወይ ዝኾነ ነገር ክትብል ኮለኻስ እወ ከም ህዝቢ ስቲል ዊን ጽላኣትስ የብሉን ኣብቲ ህዝቢ ኤርትራ ኦነስትሊ ሳሚ ተርዳሃኒ ኣነ ስጋማ እም፣ ዘርብለካ ኣለኹስ ብጣዕሚ ንወላ ንባዕለይሲ ድንጽው ኢሉኒ እቲ ናቶም ኩነታትሲ ኣባና ኣጋጢሙ ነብርቶ ዝኸውንስ

ሕጅታት ለካለ ምስልካ ሳሚት ህዝቢ ከም ህዝቢ ስቲ ህዝቢ ትግራይ ስቲል ስቲል ሕጂ ዊን ሕጂ ዝኩሉ ነገራት ኣጋጢሞ ክንሱ ኣነ ኦነስሊ ሳሚ ክነግረካ ሽረስ ቅድሚ ኩናት ስለ ዝፈልጣ ዝኩሉ ቤት ትምህርትታት ቤት ፍርዲ ዝነበረ ናይ ሽረስ መዓስከር ናይ ሰባት ኮይኑ ተቀይሩ ዘሎ ማለት እዩ ሰብ ኣይመሃረሉን ዘሎ እቲ ቤት ትምህርቲ መዓስከ በቃ ምሳሌ ቴንዳ ዝተሰርሐ ቴንዳታት መሊኡ ኣሎ ማለት እዩ ሕጂ ነዚ ህዝቢ ካብ ከምዚ ተገላጊሉ ሰላም ገሩ ኣብ ዓዲ ክነብር እቲ ዝተፈናቐለ ሰብ ክምለስ እውን እቲ ዝበለፀ ነገራት እዩ ሰላም እንድሕር ድኣ ሂቦሞ ነቲ ህዝቢ ማለት እዩ ግን በዚኣ ትኽየድ ዘላ ግን ሰላም ተምፅእ ኣይኮነትን ንጌታቸው በትካቸው እንዳበልካ ንፃድቃን ከምዚ ኮይኑ እንዳበልካ ግን ሰላም ኣይምፅእን እዩ ሰላም እንድሕር ድኣ ክመፅእ ኮይኑ መራሕቲ ከም መራሕቲ ክቢርካ መራሕቲ ትግራይ እዮም ንሳቶም ዝነበረ ኩናት መሪሖም ተዓዊቶም ዝወፁ እዮም ፕሪቶርያ ዝወሰድዎ ነቲ ኩናት ንሳቶም እዮም ፃድቃን ዘይብሉ ኩናት ኣይነበረን ጌታቸው ዘይነበረ ኩናት ኣይነበረን ሰላም እንድሕር ድኣ ክመፅእ ኮይኑ ሪስፐክት ናይ ጌታቸው ክለኩም ኣለዎ በትካቸው እንዳበልካ ገለ ዘይኮነ ሪስፐክት ናይ ፃድቃን እውን ክለኩም ኣለዎ ምክንያቱ ተጋሩ እዮም ምስ ተጋሩ እንድሕር ድኣ ትዘራረብ ኣለኹም ናይ ተጋሩ ክፋል እዮም ንሳቶም ከዓ መሪሖም ዝተዋግኡ እዮም ማለት እዩ ሕጂ ንዕኦም ነጺልካ ትመጽእ ሰላም ግን ንጌታቸው ዝስዕቡ ብዙሓት ተጋሩ ኣለዉ ንጻድቃን ዝስዕቡ ብዙሓት ተጋሩ ኣለዉ ስለዚ ነዚኦም ነጺልካ ክመጽእ ዝኽእል ሰላም ከኣ የለን ከም ኤርትራውያን ግን እቲ ህዝቢ ኤርትራ ንሰላሳን ኣርባዕተን ዓመት ኣብ ጭንቀት ኣብ መከራ ኣብ ስደት ኣብ ከርተት እዩ ዘሎ ሰላምን ራህዋን ክመጾ ነቲ ህዝቢ ትግራይ ከኣ ንጽቡቅ ኩነታት ነሩ እዚ ሕጂ ዝመጽእ ሓሙሽተ ዓመት ከኣ ሕማቅ ኩነታት መጺዎ ንዕኡ እውን ከም ህዝቢ ህዝቢ ትግራይ ለዋህ ህዝቢ እዩ ብጣዕሚ በቃ ማየት ምስዚ ኩሉ ዝወረዶ ነገራት ሪኢኻ ክትሪኦ ከለኻ ሕጂ ካልእ ትጽበዮ ጊን ከኣኒ ብጣዕሚ ለዋህ ህዝቢ እዩሞ ሰላም ክመጹ ከኣኒ ንምነ ናይዞም ክልተ ውድባት እዚኣቶም ዕርቂ ይኹን ዘይዕርቂ ጊን ሳሚ ሓወይ ኣነ ኣይኣምነሉን እየ ስለዚ thank you ሳሚ ሓወይ ተሃበና ኣቢ thank you thank you ኦኬ ሓረ ተዛረብ ዕቁበ ዓርኪ ተዛረብ ኦኬ እንታይ ክብለካ ደሊ መሲልካ ወጺኡ ድዩ
እንዳልካና ሲ ዓባይ ትግራይ ገዲፍኩምልና ዓባይ ኢትዮጵያ ገዲፍኩምና ኢልካ መወዲ ሓወበይ ኣዲስ ኣበባ ኣዲስ ኣበባ ተኸትካ ከምኡ ከይመስለካ ሕጂ እዚኦም ኩናት ዶ ገለ ትብሉ ዘለኹም ኣብዪ ንፋኖ ክስዕር ኣይከኣለን ክነግረኩም ንፋኖ ነዚኦም ፋኖ ፋኖ እዮም ሓፍኮፍ ሓፍኮፍ ዘብልዎ ዘለዉ ንዕኦም ክስዕር ኣይከኣለን ንኤርትራ ኩናት ገለ እዚ ኤርትራ ኩናት ክገብር ገለ ኢልኩም ኣይትሕሰቡ ሕጂ ንዓና ዘገድሰና እንታይ እዩ ሰላም ሰላም ሰላም ኢና ንደሊ ንሕና ክንዋጋእ ኣይበልና ክንከትት ኢና ኣይበልና ክተት ኣይበልና ግለ ኣይበልና ኩናት ዝደሊ ዘሎ መን እዩ? እዚ ኣብ ህዝቢ ኢትዮጵያ ሽካዕላል ዝፃወት ዘሎ ኣብ ህዝቢ ድሮናት ገይሩ ኣብ ዓዲ ኣምሓራ ይኹን ዝገብሮ ዘሎ ይኹን ህዝቢ ድህልቅ ዘሎ እዚ ወዲ ባሻሻ እዩ ወዲ ኣርብዓ ዓመት ማለት እዩ ንህዝቢ ትግራይ ድህለቀ ንህዝቢ ዓዲ ምሓራ ድህለቀ ንዑ ኢኹም ህጂ ሰፖርት ትገብርዎ ዘለኹም መን እዩ ኩናት ዝእውጅ ዘሎ ህዝቢ ኤርትራ ኩናት ኣይበለን ኩናት ዝበሃል የለን ኢልኩም እዩ ኩናት የለን ኢሉ እዩ መንግስቲ ኤርትራ ኩናት ዝበሃል የለን ቁሰኑ ኢልና ኢና ዓና ኩናት ዝበሃል የለን ነቲ ኩናት ንዓኻ ዝውጀልካ ዘሎ ኩናት ንዕኡ ኪዱ ሕነቕዎ ንዓና እንታይ ትብልና ኣለኹም ንዓና ኩናት ኣብ ልዕሊ ኤርትራ ሓንቲ ጥይት ኳሕ ተኢላ ግን እመኑ ክሓዱ ኣብ ሓሙሽተ መዓልቲ ኣዲስ ኣበባ ክንኣትዋ ያ ንሕና ንፍክር ኣይንፍክርና ኣብ ተግባር እዩ ሰራዊት ኤርትራ ህዝባዊ ግንባር በጀካ ኣብ ተግባር እምበር እዚ ክፍክር እዚ ትገብርዎ ዘለዉ ሜዳታት ከከፊቶም ባሕሪ ናሃና እዩ ባሕሪ ናሃና እዩ ኣብ ሕልሚ እዩ እዚኣ ኣባይ ትበሃል ኣባይ ትበሃል ሊን ኣባይ ትበሃል ንዓ ከይስእንዋ ንዓ ከማን ከስእንኹም እዮም እዚኦም እዚኦም ሽሞ ሃበኒ እዚኦም እንታይ ትበሃሉ ግብፂ ግብፂ ትዕግርግር እያ ዘላ ግብፂ ብጣዕሚ እያ ንኢትዮጵያ ኩናት ትደልያ ኣነ ክነግረኩም ግብፂ እመኑ ክሓዱ ኢትዮጵያ ኣብ ቀርኒ ኣፍሪቃ ኩናት ተተወልዑ ይብለኩም ኣለኹ ግብፂ ግብፂ እያ ንኢትዮጵያ ክትዋጋእ ኤርትራ ክትዋእ ኣሎ ኤርትራ የለን ውግእ ኤርትራ ክትኣቱ ኢልኩም እያ ትሕሰቡ ሕጂ ግብፂ ራይዋ ጅቡቲ ከይዳ ኣላ ጅቡቲ ከይዳ ኣላ እንታይ ደልያ ነገር እያ ትደሊ ዘላ ጅቡቲ ንኢትዮጵያ ኣይፈለጥኩሞን ኣለኹም ኣብ ጅቡቲ ጅቡቲ ከይደ ኣላ ኣብ ቅድመ ኣምላኽ ሰብ ሓስድ ይመስለካ ዘሎ እዚ እዚ እኮ ሓቂ እዩ እታ ፖለቲካ ስሕቃት ንቆልዓ ሕጂ ኣይርድኦም እዩ ዘሎ እንታይ ኣሎ መስልካ እዚኦም ኩናት ኣብ ኤርትራ ህዝቢ ኤርትራ ኩናት ክኣቱ እዩ ኤርትራውያን ኤርትራውያን ኣሕዋተይ ኣብ ኤርትራ ኩናት ዝበሃል የለን ኩናት ሎሚ ፋኖ በዚ ንወዲ ባሻሻ ሓፍቁፍ ሓፍቁፍ ኣብልዎ ኣለዉ በዚ ህወሓት ንዓ እቶ ንኤርትራ ክትዋጋ ተደሊኻ በዚኣ ክትሓልፍ ኣይትኽእልን ኢያ ክብልዎ ኣለዉ። ኣብ እንታይ ኮይኑ ኣሎ ወዲ ባሻሻ ዓቕሉ ጸቢብዎ ዘሎ ከምዚ ኣቀናቢሮም ኣምጺኦሞ ዘሎ እዚ ወዲ ኣፈርቂ ብእግሩ ሕጁ ኣብ ባሕሪ ዘጥልቖ ዘሎ ከምዚ ገይሩ ከምዚ ገይሩ ዘጥልቖ ዘሎ ከምኡ እዩ። ሕጂ እዚኦም ናይ ገሳቸው ረዳ ጌርኩም ናይ ጻድቃን ጌርኩም ገለ ሰላም ምስ ህዝቢ ኤርትራ ሰላም ኣድልየኩም እንተኮይኑ ምቲ ህዝብኹም ምስ ኤርትራ ስላም ደድልየና ዝብሉ ዘለዉ ህዝብኹም ኣብ መዓል ሱዳን ኣብ መዓል ሱዳን እዩ ተጓሒፉ ዘሎ ህዝብኹም መጀመርታ ንህዝብኹም ራዩ እዚ ሰላም እዚ ንዓኹም እዩ ተገድሰኩም ንህዝቢ ትግራይ ብሕልፊ እዚ ኣብ ሱዳን ተጓሒፉ ዘሎ ህዝብኹም ናብ ቦትኡ ክምለስ ክትፅዕሩ ኣለኩም። ምስ እዚ ሰላም እዚ ናይ ኤርትራ ምስ ዝገብርዎ ዘለዉ ንዓኹም እዩ ዘዋፅኣኩም። ካብ ኤርትራ ዝደለኹሞ ትወስዱ ንህዝብኹም ንህዝብኹም ጠቕሚ ንህዝብኹም እዩ። ንዓና ንኤርትራውያን ዋላ ሓንቲ ጥቕሚ የብልናን። ካብ ትግራይ ዋላ ሓንቲ ጥቕሚ የብልናን። ንዓኹም ዝጠቆምኹም ግን ምስ ህዝቢ ኤርትራ ሰላም ን ፍቅርን ዘድልየኩም እቲ ህዝቢ ጥሜት ኣብ ጥሜት ዘሎ ህዝብኹም ኣብ መዓል ሱዳን ተጓሓፊፉ ዘሎ ማይ ዝኹትኩቶ ዘሎ ህዝብኹም ኣደዳ ኣደዳ ሕማም ኮይኑ ዘሎ ህዝብኹም ንዑ ረኣዩ

ዳሕሪ እስኪ ኣምፁልና ኣብ ኣብ ኤርትራ እስኪ ኣምፅኣለይ ኣብ ግዜ ኩናት ይኹን እ፣ ኣብ ሽግር ከሎ ጀነራል ሓደ እስከ ፀዋዓለይ ንዳሃደመ ንደገ እስከ ተምፃለይ የለን ህዝቡ ኣብ ሓደጋ ውዲቑ ዝሃድም የብልናን ንሕና በሰቸው ረዳ ግን ህዝቡ ኣብ ጥሜት ከሎ ተፈ ኣብ መስ- መ- መስፍን ኣብ ሓጎስ ሽግ ዳ- መስፍን ሓጎስ ዳኣ በየድ ይዓዱ ናይ ናይ ናይ መስፍን ሓጎስ ፖሊሳውቲ ኩናት ኩ- ሓንሳብ ሓንሳብ መስፍን ሓጎስ ብጉዳይ ጥዕንኡ እዩ ንጀርመን መፂኡ ብፓስፖርቱ ናቱ እዩ ገይሩ ይመፅኡ ያሆሎ እዩ ሰውን ትግራይ ያሆሎ እዩ መስፍን ሓጎስ ሓንሳብ ሓንሳብ ሓንሳብ ኣነ ኢለካ ኣብ ግዜ ኩናት እየ ኢለካ ኣብ ግዜ ሽግር እየ ኢለካ ህዝቢ ትግራይ ግን ኣብ ሽግር ከሎ እሳቸው ረዳ ብ- እ፣ ምስ ሓንሳብ ኣብ ኣብ ኣዲስ ኣበባ ይርአ ሓንሳብ ኣብ ኣብ ጀርመን ይርአ ሓንሳብ ኣብ ኣሜሪካ ይድረእ ዘሎ ህዝብኻ ግን ኣብ መዓል ሱዳን ተጓሒፉ ኣሎ ኡ ይብሉ ኣሎ ህዝቢ ኣብዚ ቲክቶክ ዝዝርጋሕ ኣሎ ንሪኦ ኣለና ብማይ ማይ ጀበብ እንዳበለ ማይ ማይ ጀበብ እንዳበሉ ህዝብኻ ይተሃልቕ ዘሎ እምበር ህዝቢ ኤርትራ ይኮነ ተሃልቕ ዘሎ ሓወይ ነቲ ህዝብኻ ግን ጻድቃን ኣመሪካ ሃዲሙ ገሳቸው ረዳ ሃዲሙ ዋ ህዝቡ ጀነራል ዝኣክል ኣብ ኩናት ኢትዎ ነቲ ህዝቢ ኣብ ኩናት ኢትዎ ዳሞ መሃደሞ ዶ ሕጂ ተጋሩ ኣሕዋት በጃኹም ፕሊስ እዚ ኣያድልየኩምኒ ፅልኢ መን ኢልዋ እዚ መለስ እንታይ ኢሉና ቁስልና የንሕክክ ድዩ ኢልዋ ቁስልኹም ኣይትሕከኹ ቁስልኹም ኣይትሕከኹ ቁስልኹም ከይሓኸኩም

እንታይ ንበሃል ሲ ካሙ ሽርቦኡን ካሙ ናሰተዩ ስለ ዝዓበዩ ዓወፀት እዩ ዘብሎም ኣብ ማእኸል ምእታው ገለ መለታት ሓደ ሶልካ ንትግራዋይ ሶልካ ከምዚ ሲ ከምዚ ገርና ኢና ገለ እዚ ናይ ምንግለስ እዩ ትርጉም የብሉ ማለት ተቓላሳይ ማለት ብጣዕሚ ከቢድ እዩ ፖለቲካ ከተዕልል ተኽእል ሶልካስ ኣከተብካ ልታይ ምባል ኣዳነ ህግደፍ ንበሃል ሰባዕ ዓመት ሲ ሓደ ኤርትራ ኤርትራ ሲ ሃገረ እያ ትፍረን ኣለኻ እሺ እሺ እኮ ይብለካ ኣለኹ ግን ናትካ ኣይኮነትን ይብለካ ኣለኹ ኣነ ደሞ ሰባዕ ዓመት እንተቐመለ እንተቐመጠላ ኢሳያስ ብቻ እዩ ኢሳያስ ብቻ እዩ በቃ ንቕመጠላ ዘሎ ወይ ኣነ ይቕመጥ ኣለኹ እየ በለኒ ንኡ እሺ ክኣምነካ ክኣምነካ ተኾይኑስ ብትኽክለኛ ንገረኒስ ተቃሊስና ምፅናያ ዓድና ሲ ዓድና እያ ትብለን ኣለካ እሺ ኢሳያስ ብቻ እዩ ማነብራላሉ ኢሳያስ እንዘራሉላ ቴሌፎን ኢሳያስ ብቻ እዩ ወረቀት ንፅሕፍ ኢሳያስ ብቻ እዩ ድልዮት ንገብር ኣብ ትግራይ ተበፂኻ ግን ናፅነት ራሂብካ ይብለካ ኣለኹ ኣነ ድማ ሓደ ናይ ትግራይ ኣብ ትግራይ እንተገበረ ችግር የብሉ ባዕልኻ ባዕልኻ ትፈልጡ እያ ዓድኻ ድዩ ዓድኻ ይኾን ናይ ጉዳይ ይኸውን ብኸም መልክዕ እቲ ናይ ህግደፍ ኣተሓሳስባ ገይሩ ዶ ኣይገበረን ካሊእ ጉዳይ እዩ ፖለቲካ ትዛረብ እየ ንብለካ ኣለኹ ኣነ ኣብ ናይ ኤርትራ ሲ ይብለካ ኣለኹ ኣነስ ኤርትራዊ እየ ተልካኒ ሲ ዋ ይመችኻ እየ ንብለካ እስኻ ግን ኤርትራዊ ኾንካን እየ ንብለካ ኣለኹ ኢሳያስ ብቻ እዩ ኤርትራዊ ዋእ ኢሳያስ ብቻ ኤርትራዊ ኮይኑ ሰብዓ ዓመት ከም ድሌቱ ገይሩ ሲ ናንኳርርተካ ከም ድሌትካ ከም ድሌቱ ገይሩ እዝንኻ ናስሓበ እዝንኻ ወዲ ዓሰርተ ሽዱሽተ ወዲ ከም ድሌቱ ገይሩ ከም ኩዕሾ ናጻወተካስ ከምቱና ኣነ እኮ ና ኤርትራውያን ማለት ናይ እኮ ከምቱ ናይ ፕሪሚየር ሊግ ምሸሎ ናይ ኣርሴናል ናይ እ፣ ሪያል ማድሪድ ከምኡ እኮ እዩ በቃ ሓደ ነገር ክሓተካ እንዶ ሰብ ስረ ኣብቲ ረብሓ ክትኣቱ ትኽእል ዲኻ ወላሲ ኣብ ምቁሻሽ ኢኻ ዘለኻ? ናይ ኣብ ምቁሻሽ ይኹን ኣብቲ ትኽክለኛውን ፋክት ክንዛረብ ስለ ሓሳብ እቶ መፍቲ ሓሳብ እውን ክከየደን ሓደ ነገር እውን ዝብለካ ባዕልኻስ ተበቲንካ ዘለኻሲ ንመን ኢኻ እሞ ተቃልሎ ዘለኻ ንመን ኢኻ ኣብዝኻ ክፀርፉኻ ማለት እዩ ሕጂ ብሰንክኻ ሕብረተሰብ ሙሉእ ክህረም እዩ ማለት እዩ። ሓንሳ ታይናኣትሎም ነርካ ሓንሳ ሓንሳ ሓንሳ ሓንሳ ሓንሳ እሶም ፖለቲካ ዛረቡካ ኣለዉ ንዓኻ እዚ ፅምዶ ብዛዕባ ኢሳያስ ንዛረብ ነር
ንዓባ ዛርበኒ ትኾነ ኣለኻ

እሱ እኮ ይለካል ሳሚ ኣብዚኣ ክንኣቱ ዶ ሳሚ ኣብዚኣ ክንኣቱ ቅድሚ ሕዚ ተዛሪቡ ስለ ዝነበረ ብዛዕባ ትግራይ ሕዝቢ ዝተፈጠረ
ተዛሪቡ ነይሩ እንዲዩ ሰው ፖለቲክስ ስለዝኾነ ዝበልካ ማለት እዩ ሕዚ ድሕሪ ማለት ዘሎ ስእሊ ማለት እዩ ብርሃነ ኤንድ ኣወል ዝበሃሉ ተራኺቦም ገለመለ ማለት ተዘራሪቦም ይበሃል። ሕዚ ንሕና ንሕና ተጋሩ ስለ ዝኾንና ህወሓት ንኹንና እንታይ ይመስለካ? ብርሃነ ኣምፂኽስ ምስ ኣወል ስዒድ ኣራኺብክዮ። መን እዩ ብርሃነ? ዘረባ ዘይኽእል ማለት ኣነ ብሉጽ ኮይነ ኣይኮነን ኣነ ክንዲ ክንድኦም ኣይክእልን እንዴ ግን እዚኦም ንዓና እዚ ብርሃነ ዝበሃልስ ሕዚ ንኣወል ስዒድ ወኪሉስ ክዛረብ ዳሕራይስ ናይ ዓዱ ሚስጥር ኢንሳ ኣለና እንታይ ኣለና እናበለ ዝዛረብ ዓይነት ሰብስ እንታይ ዓይነት ናይ ህዝቢ ህዝቢ ሰላም እዩ ዝደሊ ናይ ህዝቢ ፀገም ኣውፂኻ እናተዛረብካ ሕዚ ሳሚ ፎር ኤግዛምፕል ንስኻስ ናይ ትግራይ ናይ ኤርትራ እንታሽሙ ወኪልካ ተመፂኻስ ኣብ ኤርትራስ ክንድዚ ዓይነት ስለላ ክንድዚ ዓይነት እንታሽሙ ኣሎ ክንደዚ ኢልካ ኣይትዛረብን ኢኻ ሕውነት ኢኻ ትዛረብ ንሕና ሕውነት ኢና ንደሊ ሕውነት እኮ ፀገም የብሉን ጸገም ካሎ እዚ እዩ እባ ተራይ ዓድኻ እንዳ ዝምናው ጠሓስ ከምዚኣ ተገይራ ከምዚኣ ድስቲ ተሰኽቲታስ እያ ድግሲ ክንኸፍታ እንተለና እቲ ነበልባል ኣብ ገጽካ ይወቕዐካ ጽቡቕ ኻሊስ ኣወል እንታይ እዩ ናይ ሓደ ሰባት ናይ ሓደ ናይ ትግርኛ ተዛረብቲ ጥራሕ ሰላም ኢና ሰላም ኣይንደልን ናይ ኻልኦት ህዝቢ ጽቡቕ እዚኣ ዘረባ ግን ካበይ መጺኣ ካባና ካብ ትግራያ ወፂኡ ናይ ኹሉ ሕውነት ኢና ንደሊ። ኣጋዚያን ዝበሃሉ ጥራሕ ኣይኾነን፣ ዓፋር ጥራሕ ኣይኾነን፣ ኩናማ ጥራሕ ኣይኾነን፣ ሳሆ ኩሎም ኩሎም ህዝብታት ክተዓረቑ ኣለዎም ኢና። መን ሰሚዓትና ድያ ህወሓት? ንብርሃነ ሒዛትና መፂኣስ ምስ ኣወል ኣራኺባቶ። ፅቡቕ! ሕውነት ይመፅእ ድዩ ብዙይ? ንሕና ፊውቸር ኢና ንርኢ እምበር ናይ ሕዚ ኣይኮነን ናይ ሕዚማ እኮ ተተራኺቦም ተዛሪቦም ኣለኹ ወጻኹ ሓወይ ኻምምምም ብላዕ ምሳይ ብላዕ ምሳኻ እንታይ ኣለኩም እንታይ ኣለና ጸገም የለን ንፊውቸር ግን ኸምዚ ድዩ ሕውነት ስራሕ እዚዩ ዘፍርሐና እምበር ንሕና ኣብ ዓድና ኮይና ኢና ንምጉት ዘለና ሕወሓት ትኽክል ዲኺ ትኽክል ኣይኮንክን ኣብ ዓድና ኮይና ኢና ንዛረባ ዘለና እቱ ኢንክሉዲንግ ከኣስ ንሕግደፍ ንናትኩም መንግስቲ እንታይ ንብሎ ኣለና ትኽክለኛ ዝኾነ ሕውነትን ትኽክለኛ ዝኾነ ኣሰራርሓ ይሰራሕ እዚ እዩ እቲ ናትና ዘረባ እምበር ሕውነት ተገይሩ ኢልና ኣይኮነ ንሓረቕ ዘለና መሳኒ ሶ ብዙሕ ነገር ኣሎ ንስኹም እቲ ንእሽተይ እታ ንእሽተይ ፒክቸር እዚ መን እዩ ብርሃነ ዝበሃል መፂኡስ ተዛሪብዋ ገለመለ ኢልኩም ጥራሕ ኣይኾነን ብዙሕ ኣሎ ውሽጢ ብዙሕ ክተዓረቕ ዘለዎ ዝግብኦ ነገር ኣለዎ ግን ኸምዚ ኣይኾነን እቲ መንገዲ ንሕና ኸኣ ሓንቲ ነገር ኣላ ሳሚ ዓድና ኦር ገዛና እናፍረስና ኣይኾነን ምስቲ ኻልእ ሕውነት ነምጽእ ዓድና ገዛና ሒዝና እቲ ኻልእ ገን ዓዱ ኣይነፍርሰሉን ገዝኡን ኣይነፍርሰሉን ንዓ ምሳና ሕውነት ስራሕ ብኻልኦት ሰብ ኣይትስምዕዎ ብኣና መልሓስ ስምዕዎ። ተርዲኻለኻ ዶ ሳሚ ክቡር ሓው እዚኣ ስለ ዝኾነ ፕሊስ እዚ ዝኸይድ ዘሎ ናይ እንታይ ሽሙ ናይ ሕርቃን ፖለቲክስ ተጻሪፉ ወጺኦ ይኾን ንሕና ተጸሪፍና ብሕወሓት ተጸሪፍና ብተቃወምቲ ሕወሓት ተጸሪፍና ብህግደፍ ተጸሪፍና ብኤርትራውያን ብኢትዮጵያን ብኩሉ ተጸሪፍና ህዝቢ ግን ይዓኒ እዩ ዘሎ ትዛረቡ ኣለኹም ህዝቢ ሃሊቁ ህዝቢ ገይሩ ገለ መለ ግን ህዝቢ ሃሊቁ እንታይ እዩ ትፍታሕ ትፍታሕ ሒዙ ስክመፅእ ናእ ናተይ ፐርቲ ጥራሕ ናተይ ታእሹም ስምዑለይ ንሕነስ ካብ ኤርትራ ኢና ህግደፍ ገለ መለ ንሕናስ ተቃወምቲ ናይ ህግደፍ ገለ መለ እዚ ኣይኾነን ትፍታሕ ኩሎም ንምንታይ ኣይርከቡን ንምንታይ ጥራሕ ክልተ ኮይኖም ንስኻ ሕዚ ናይ ኣወል ሰይድ ደጋፊ ኣይኾንካን for example or ናይ ብርሃነ ደጋፊ ኮንካስ ናይ ካልኦት ናይ ኩሎም ንምንታይ ዘይመጹስ ኣብ ሓደ ገዛ ኮፍ ኢሎም ንዕኦም ዘስማምዖም ነገር ንምንታይ ዘይገበሩ ኣይሰርሑን እዮም ዘለዉ so ስለ ዘይሰርሑ ዝሰርሕ ሕብረተሰብ ኣሎ ሓቀኛ ዝኮነ ሰላም ዝደሊ ካብ መሬት ተላዒሉ ናብ ላዕሊ ሶ እዚኣ ከዓስ እንድዒ ዊ ዊል ሲ ክንርኢ እንድንያ ብዝኾነ ቴንክ ዩ ፎር ቻንስ ቴንክ ዩ ማይክ ፍሬ ኦኬ ኦኬ ወገናይ ቴንክ ዩ ወልካም ቀፅል ሚሉ
ቴንክ ዩ ሰብ ማሕውነ በረኸት ከመይ ድሕሪ ኣምሲኹም ተዳሎ ኩላትኩም እቶም ኤርትራውያን ሰላም ሰላም እቶም ኤርትራውያን ኣሕዋትና ንኤሬትሪን ጥራይ ማለት እዩ ሕጂ እንታይ ድየ ክብለካ ደለይ ሳሚ ኣብቲ ናትካ ሓሳብ ክኣቱ እምበር ነዚኦም መሊስካሎም ኣይመሊስካሎም ንሰላም ብፅሕፈት ጥራይ ስለ ዝፈልጡዋ ትርጉም የብሉን። እንታይ ክብለካ ደሊ መሲልካ ሳሚ ሓወይ ነቲ ሰላም ኩሉ ኤርትራዊ እዩ ድደልዮ። ኤርትራዊ ኩሉ ግዜ ሰላም ምስ ደለየ እዩ። ዋላ ነዚ ሕጂ ዝግበር ደሎ ሰላም ድሌቶም ኣይኮነን። ብፍላይ እቶም ብፍላይ እዞም ኣብ ወፃኢ ሃገራት ደለው መልሓሶም ዝዓቢ ካብ ነብሶም መብዛሕትኦም ስንፈልጦም ኢና ገለገሊኦም ጸለምቲ ዓሳ ነባሪ ኣለው ኣብ መሬት ዝነብሩ ወርሒ ወርሒ እያ ሓሳባቶም ዝቕይሩ ዋላ ምስ ናቶም ፖለቲክ ናይቲ ዓዶም ከማን ኣይንቀሳቐሱን እዮም ርእሶም ብዝኣዘዞም ጥራሕ እዮም ዝኸዱ እጂ ንሕና ከም ኤርትራውያን ግን ብዝያዳ ካብ ንርብሓሉ ዝጎድኣና ይበዝሕ ሪኢሉ ኮይነ ክዛረብቲ ኮይነ ኣነ ከሚል እዮም ከም ዝተዓዘብኩዎ ንነዊሕ ዓመታት ማለት እዩ